ሰላም ኣሕዋት ኣብና ለማዓንቲ ቪድዮና ከም ዝተለመደ ኣብዚ ማሕበራዊ ሚድያ ሓደሽቲ ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ ዘይከድና ጉዕዞ ፍቕሪ ጉዕዞ ተስፋ ኧረ ግደፊ ገለባ በሊ respect.
Don't disrespect. ብዛዕባ እዚኣቶምን ካልኦት ብዙሓት ነገራት ኣብና ለማዓንቲ ቪድዮና ክንርኢ ኢና ሰናይ ጻንሒት የው ሰላም ሰላም ልኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ልኸበርኩም ተኸታተልተይ ዝፈተኩም ተኸታተልተይ ረማይ ናትኩም ተመሊሰ መፅ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሉ ኣቦቶ ድዩ ተመስገን ተመስገን እሱ ይሳን ብምቕፃል ኣና ለማዕቱ ዮና ከም ዝተለመደ ክንስሕቕ ክንጫወት ክንዘናጋዕ ብደስ ዝብል ቪድዮ ተመሊስና መፂና ኣለና ንቻነል ዝሓደሽ ልኹኹም ሳታ ኣለኹም በይዛኹም በቃ በይዛኹም ሓደሽ ሲ ኣይትኹኑ ሳብስክራይብ ብምጋር ተሓወሱ ብምቕፃል ነዚ ቪድዮ እዚ ላይክ ምጋር የንረስዕ ስትናለማ ዓቱ ድዩና ሓሙሽተ ሚእቲ ላይክ ኣሕዋት ሓሙሽተ ሚእቲ ላይክ ማለት ቀደም ሸውዓተ ሚእቲ ኢለኩም ነይረ ትገብሩ ነይርኹም ሽዱሽተ ሚእቲ ኢለኩም ነይረ ትገብሩ ነይርኹም እዚ ግን ስቲ ችግር ይብሉ እናቐነስና ሓሙሽተ ሚእቲ ገይረልኩም ኣለኹ ሓሙሽተ ሚእቲ ላይክ ምጋር ቪድዮና ክንጅምር ኢና ሕዚ ናብ ቪድዮና ክንኣቲ ኢና እሽካዕ መጨረሻ ቪድዮና ምሳይ ኮንኩም ትከታተሉ ብክብሪ እየ ልሓትት ሰናይ ፃንሒት እሺ ኣሕዋት እዚ ቪድዮና መጀመሪ ክኾነና ብዛ ቪድዮ እዚኣ ንጀምር

ወይ በኮላ ገለ ድዩ እንታይ እዩ ኣይወድቂ ድዩ ዝኩሉ ተጨፈረስ ኣባቃ እሽኻት ካብዚኣ ምቕፃል ርእኩም ቪድዮ ሮማ ይዛ ቪድዮ መርኣያሲ ዝኾነ ሓሳብ ስቲ ዝኾነ ነገር ወሎ ገሊኦም ኢሎምኒ ንረእዮ ስነ ዝሓውና ኣረ ግደፊ ገለባ በሊ ኣፍቂረ ማለት ኣይኮነን ነው ሕደጊ
ተስኻ ባሕደግ እስኻ ባግደብ እስኻ

ማለት ነዚ ሓውና ስታይ እሞ ክብሎ ኣነ እዛ ሓወይሲ ዝኾነ ነገር ወሉ ኢልካ ካዛ ቪድዮ ሰይድካለይ ግን ሓንቲ ነገር ይክሎ ንኽእል ንዚ ሓውና ማለት ዩቲብ ቻነል ክፈትሞ ኣብኡ ስደደልና ዝዘርፊ ዝኾነ ነገር ክንርበሽ ክንደልተልና እዚ ናትኻ ቪድዮታት ምኽፋት ውሽጥና ክንርብሾ እሺ ኣሕዋት ካብዚኣ ምቕፃል እሺ ኣሕዋት ካብዚኣ ምቕፃል ዘርእኩም ቪድዮ ማለት እዩ መርዓ ክትምርዖ ኢልካ ሲ ካብ ዝሓሰብካዮ ገዝሚ ንላዕሊ ዓሰርተ ዕፅፊ ክህቡካ ተሎ ወይ ሰላሳ ዕፅፊ ክህቡካ ተሎ ተሪኦ ሪኣክሽን እዚ እዩ በቃ ደስ ኮ ኢልዎን እዮ ኣሕዋት እንታይ መኪኑ ኮይና ማለት ንኩላትና ሲ ከምዚ ኢልና ሕኩስ ኢልና ንሕልፎ መርዓ ይሃበና ፈጣሪ ባዕሉ እምበይ ሓደ ሓደ ኒኦ መርዑ ኮርዮም ዝውዕሉ መርዑ ኒኦ ገለ መለ ካብኣቶም ይምሓረና ከምዚ ዓይነት መርዓ ኣድልና እሺ ኣሕዋት ኣብዚ ማታ ይብለና ኣሎ ኣወዳት ግን እሺ
ዘይከና ጉዕዞ ፍቕሪ ጉዕዞ ተስፋ ፍቕሪ ሓልዮ ሕጂ ናበይ ማሕላ እምነት ሃርሳባ ዘነሕዋተይ መሽኮ እዩ

ኣዋልድ እውን ከምዚ ኢለን ሲንግላት ኮይና ለን የውያ ገለባ ሞ ነገር ዝኾነ ኮኔክሽን ሞ ንፍጠር ሲ ሲንግላት ዝተሸገሩ ሲንግላት ዝተሸገራ ይመፃ ሞ ይራኸቡ ካብኡ ዝኾነ ነገር ይምስረት እምበይስ ተረቢሽና ዋ ተረቢሽና እዚ ቪድዮ ዘዚ ትማሊ ምሸት የረኸበ ኣሕዋት ምሸት ሕሰቡ ኣይደቀሶ ሓዲር ኣሜልካ ይትድክ ናይ ገዛና ምርድዳ እሺ

እሽሓት እዛ ቪድዮ ምድረኹማ እያ ማለት ሕትሸት ልተላሲ ዝኸል ዝኾነ ነገር የርኢ ኣሎ ዝኾነ ኣክሽን የርኢ ኣሎ ማለት ኣይዞኺ ይመሓርኺ ይልላ ኣሎ ይመሲልዋ ግን ኣይኮነይ ክድር ሓቂ በቃ ኣብቲ ኮንክ ሲ ሕንቲ ሸበሊ ኣነ ሰዓት ክሕዘን ይደልዮ ሰዓት ሲ እሺ ኣሕዋት ካብዚኣ ምቕፃል ርእኩም ቪድዮ ምስ ረኽቦ ደንጊፀ ያነ ርግዒ ኢልና ንረእዮ ርግዒ ኢልና እመኑኒ እዛ ኣቦ ደቀይ እንኳዕ ሰጎክዎ እንኳዕ መሸኒት ኣይነበሮ ፀባይ ኣይነበሮ ገላ ኣይነበሮ ጎባጣ በዛ ላይ ጎባጣ መሸኒቱ ተም ቆልዑት ከመይ ጌራ ጥንሰኒ ነይሩ እኮ ገርመኒ ደሎ ንዓይ በዚ ጎባት መሸኒቱስ ከመይ ገሩ ቆልዑት እያ ጥንሰኒ እሱ ገርሚኒ ዘሎ ንዓይ እዚ ደጋል እዚ ቆርባዕ ማለት እዩ ትሰምዕ ኣለኻ እውን እዩ ጨናዊ ኣብ ቲክቶክ ኣላ ተባሂሉ እመኑኒ ቲክቶክ ከፊቱ ይርእየኒ ይህሉ እዩ ሕጂ እዚ ለኽሳስ ትርእየኒ እንታሊኻ ስማዕ ኣንታ ጓዕፃፅ ሓንቲ ምስ ገበርካ ከትድቅስ ነርካ ትፈልጥኻ ግብርኻን ስራሕካን እንተ ጫናዊ ማለት እዩ ሕጂ እሞ ከመይ ደኣ ኣምሰለ ሰብኣይ ረኺበ ኣለኹ። እሺ ኣሕዋት እዚ ቪድዮ ምርናዮ እዩ ማለት ብሓቂ ሕፍረት ሞይታ ኣቅ ሕፍረት ሞይታ የላይ ብምቕጻል ዝሓፍትና ትዛረበላ ዘረባ ናብ ሜዳ ወጺኻ ናብ ኣደባባያ ወጺኻ ልዝረብ ዓይነት ዘረባ ይኾነ ማለት ምልሕ መሕፈር ዘረባ እዩ ካብኡ ምቕጻል ድማ ከምዚ ኢላ ትዛረብ ተላሲ ንደቃ ከም ትጸርፍ ለላ ኣይትረዳይ ማለት ንደቃ እያ ትጸርፎም ለላ ክብሪ ለይብሎም ዓይነት ምዃኖም እያ ትዛረብ ለላ ብቻ ኣሕዋት ፈጣሪ በዓል ምሕረት የወርደልና እምበይ ሕና ማታይ ክንብል እንታይ ከ ክንብል እሺ ኣሕዋት እስ ምቕፃል ናዛ ሓፍትና እዚኣ ቪድዮ ብሓደ ኮይና ንረዮ ሰላም ሰባት ሰላም። ሎሚ ምስ ካለ ነገር መፅእኩም ኣለኹ እንታይ ትፈልጡ ኢኹም እተን ሰባት ንብለን ኩሉ ግዜ ሕማቕ ዝዘብሉ እም፣ ዝሓሱ ኩሉ ግዜ እዚ ናይ ባንድ እዚ ዓቢ ከይሕ ባንደራ ንዓኹም ነቲን ኩላትን ሰባት ማኒፕሌሽን ዝገብሩ ነቲን ሰባት እዚ ናኹም እዩ
ለይተረደእኩም ተሃሊኹም ሬድ ፍላግ ማለት እዩ ኣነ ከም ተረደአ እንተኮይኑ ከምዘም ዝገበሩ ሰባትሲ ሬድ ፍላግ በቃ ሬድ ፍላግ

ተጨንቀ ክሰምዓ ኢለሲ ኣይኸኣልኹይ ብቻ እዛ ቀይሕ ባንዴራ ብቻ እያ ትርድአላ ኣነ ተረደኩም ታሊኹም መይዛም ሓግዙና ኣይተሸክሊ ኣነ ድሕሪ ደይ ጉብሩ እዚ ንዓኹም እዩ ዓቢ ከይሕ ባንዴራ ንትንኮላትን ሰባት እቲ ስክሰስ እስኹ ወይ እስኻ ዘለኻ እብሉ እዛየስ ድሕረ ፅቡቅ ስራሕ እዩ ወይ ገለገለ ፅቡቅ ድሕሪ እብሉ እሰ ዋእ እሱ ከመይ ወሲድዎ ዋእ ኣይፈልጥን እየ እዚኤን ሰባት እቲ ሱክሰስ ንኣኸ ወይ ንኣኹም ኣይፈቱን እየ ዋይ እዚ ንኣኹም እዩ ዓቢ ከይሕ ባንዴራ እሺ ኣሕዋት እዛ ቪድዮ ምረና እያ ማለት ምንም ነገር የተረድእኒ ኣነ ብቻ እዛ ሬድ ፍላግ እያ ተረድያትኒ ካብኡ ምቕፃል ንዛ ሓፍትና ፅቡቕ ንሃለየ ቪድዮ ክሲ ቐፃሊ ግን ሓሪፍ ገይርኺ ማለት ትግርንያኺ ኣፅሪ ኣቢልኺ ምፅና እዚሲ ትግርንያ ድዩ እንግሊሽ ድዩ ዓረብ ድዩ ቻይና ድዩ ነኖ ዲያና ንመጀመርታ ግዜ ብዛዕባ ዴቭ ተዛሪባ እሺ በጃላኩም ዝተኻለኩም መጠን ኣሕዋተይ ማዕረይ እዚኣ ዲያና ንዳዊት በድላታ እያ ትብል ዘረባ ጌጋ እዩ ሓሶት እዩ ከዓ ንዳዊት ኣይበደልኩዎን ጃስት ኣብ ግዜ ናይ ሓዘኒ ሓወይ ኣብ ጎነይ ስለ ዘይኮነ ካብኡ ክፍለ ወሲና ማለት እዩ ቀንዲ መባእሰኤ ምክንያት ኣብ ጎኒ ሓዘን ናይ ሓወይ ስለ ኣብ ጎነይ ስለ ዘይኮነ ኣብ ግዜ ናይ ሓወይ ሓዘን እዩ ዝፈልጦ ሰብ ኩሉ ሰብ ዝፈልጦ ነገር እዩ ምክንያት ካብ ዳዊት መፈላለየ እዩ በሪህልኩም ክኾን ተስፋ ይገብር ኣይበደልኩን ኩሉ ግዜ ዝዛረቦ ዘረባ እውን እንታይ እዩ ሳዕና ኣረዳዳእካ ተፈላሊኻን በዲልካ ክትፈላለ ከለኻን ሓደ ኣይኮነን እየ ዝብል ኩሉ ግዜ ናይ ወትሪ ዘረባ እዩ እዚኣ እያ ትበዲላት ተያዶ ገለሎ ገለ ዝብል ዘረባታት ከዓ እሺ ሕዋት ኣብዚ ማታ ይብለና ኣሎ ናይ ቶሮንቶ ፅቡቃት እሺ ፍላወር እዚኣ እንተ ሂበክሲ እስኸ ንመን መሃብኪ እዮም ተዝሓተክ ንዓክሲ ንመን መሃብኪ እዛ ፍላወር እዚኣ እስኺ መዓልቲ ፍቁራትኒ ንመን መሃብኪ እዛ ሂበክ ኣለኹስ ንመን መሃብኪ እዮም

እዚኣ ፍላወር ኣቦይ ብሂወት ተዝነብር ነይሩ ንባባ ምሃብክዎ ነይረ እዋ ኣብዚ ሰዓት እዚ ግን ኣደይ ክንዲ ቡን ክንዲ እንዶ ኮይና ትሕብሕበኒ ስለ ዘላ ኣብ ሰዓት እዚ ነደይ ምሃብክዋ ኦ ነዴኺ ምሃብክዮ ነርኪ ሶሪ ብዛዕባ ኣቦኺ ብመጀመርያ እ፣ ስለዚ ነዴኺ ምሃብክያ ነርኪ ማለት እዩ ያ ነቦኺ ግን ኣዝዪ ክትፋ ተፍቅርዮ ማለት እዩ ትፈትዊኺ ማለት እዩ ብጣዕሚ ናይ መጀመርያ ኣፍቃሪይ ኦኬ ናይ መጀመርያ ኣፍቃሪ ትብል ኣላ ማለት እዩ ብጣዕሚ ፅቡቅ ስለዚ ኣቦኣ ስለ ዘየለ ንኣዲኣ ክትባያ ማለት እዩ ስለዚ ሃፒ ቫላንታይን እንዳበልኩ ነዴኺን ንቤተሰብካ ሃፒ ቫላንታይን ይብለክ ኣለኹ ማለት እዩ እዚ ቫላንታይን እዩ ግዜኡ ቫላንታይን ግዜኡ ብጣዕሚ ፅቡቅ ስለዚ እዚኣ ትሪኣ እመፅእ ኣሎ ማለት እዩ ክልተ መዓልቲ ተሪፎ ኣሎ ማለት እዩ ሕጂ እዛ ቫላንታይን እዚኣ ፍላወር እዚኣ ሲ እንተ ሂበክሲ

Don't don't uh, respect. Don't disrespect. እዋ ሰብዓኒ እዋ ታዲያ ኣይሂድ ትግርኛ ናቲ ዋ ብድት እሳ እንታ ናይጀርያ እታ ክሱ መን እዩ ንሞኒካ ኣብዚ ገይርልና ኣዳ ኣሎ ማለት ፈረንጂ እዩ እዚ ጉዳይ ፈረንጂ እዩ ማለት ብእንግሊሽ ዶንት ዲስሪስፔክት ገሊያ ትብላ ዝሓወይ ግደፍ በቃ ዶንት ዲስሪስፔክት ግደፈና። Don't disrespect! እሺ ኣሕዋት ካብዚ ምቕጻል ድማ ብዛዕባ እዚኣ ኡጋንዳዊት ሓፍትና ዝተዛረበቶ ኩላና ሰሚዕና ኢና ኣይሕጎሰኒ ኣብ ዓራት ገለመለ ኢላ ዝኾነ ነገር ቀባጢራ ነይራ እስቲ ንዓኣ ብዛዕባ ዝኾነ ዝኾነ ዘረባ እዚ ሓፍትና ትዛረብላ ንስማዕ እስቲ ስምዑ ኣሎ እንታይ ደኣ እኹም ነታ ኡጋንዳዊት ሲ ብእንግሊሽ ጽብቕቲ ትብልዋ ብትግርኛ ከዓ መጉዲ ክንደይ እሞ ክብሎ የበዚሑ በዚሑ በዚሑ ይኣክል መጉዲ ጉማረ ነይሩ ካልእ እንታይ ነይሩ ብዙሕ እዩ ብዙሕ ይሕዋት ሓቂ ይኣክል
ይኣክል ነቋርፆ መጀመርታ ሓሳብ ድመፀትኒ ሲ እዛ ሓበሻ ወዳትሲ ከምዚ ከምዚ ምስ በለት ማለት እዩ ወይ ስቕ ተዝብሉ ዝኾነ ነገር ተዘይብሉ ሳሓይሽ ይምረፅ ምክንያቱ እቲ ኣብ መንጎና ዘሎ ወላ እኮ ንዓና ይግባኣና ኮይኑ ዘይኮነ እቲ ንፀርፎ ብመልክዕ ብተፈጥሮ ንደገ ክወፅእ ግን ኣይትደልዮ ከምዚ ነንሕድናት ንሳታተር ማለት እዩ እንታይ ዓይነት ህዝቢ እያ እንታይ ዓይነት ህዝቢ እዮም ከተብሉና ግን ቀቋርፅዎ ኮሚታት ፅቡቅ ኣይኮነ ወይ ከዓ ተሰኪፍዎም እንታይ ስለዝኮኑ እዮም ክትብል ትኽእል እያ ተረዲእኩም ስለዚ ነቋርጾ በጃኹም። ካልእ እቶም ዩቲብ ዘለና ድዩ ዝኾነ ነገር ብዛዕባ እዚ ርእስቲ ንዛረብ ሓላፍነት ወሲድና ንዛረበሉ ምኽንያቱ ኣዝዩ ተነቃፊ ርእስቲ ስለ ዝኾነ ደቂ ኣንስትዮ ሲ እተን ኣዋልድ ሲ ይሓምቁና ኣለዉ ይብላ ኣለዋ እሞ ስለምንታይ መን ይኹም ኢሉ ከምኡ ኢልና ዝተደጋጋሚ ርእስቲ ክነልዕሎ ቀኒና ማለት እዩ መቸም ሓንቲ ጓል ወፂኣ ንኹም ኢላ ክትዛረብ ኣይሰማዕኳን ሓደ ክልተ ሓሪቀን ምስ ካልእ ዜጋ ከይትክ ዶ ከምዚ ዶ ገለ ከምኡታት ዘረባታት ምስ መጸ ኣብ ላይፍ ሓሪቀን ዝዛረቦ ኣለዋ እሰያስ ሕሞም ስለ ዝበላ ብኣ ይመጻኹም ማለት እዩ ስለዚ ከምኡ ተዘይ ኮይኑ በብቲ ናትካ በብቲ ናቱ ሰብ ተሓጊሱ ክነብር ኣለዎ። ሓደ ወዲ ከኣስ ቪድዮ ጌሩ ሲ እዚ ተበሊዕኹም ከምዚ ከምዚ ሕጂ ኣብ ደቂ ኣንስትዮ እንድዩ ዝረኣ ኔሩ ከምኡ ኣብ ኣወዳት ሲ ብዙሕ ኣይረኣኹን ሕጂ እቲ ንሕልፎ ትምህርቲ ሲ ማዕረ ክንደይ ጸላዊ ምዃኑ ተረዲእና ሓላፍነት ክንወስደሉ ግባእ። ሓደ ወዲ ከኣስ ቪድዮ ገይሩ ሲ እዚ ተበሊዕኹም ከምዚ ከምዚ ሕጂ ኣብ ደቂ ኣንስትዮ እንዲ ዝረአ ነይሩ ከምኡ ኣብ ወዳት ሲ ብዙሕ ኣይረኣኹን ሕጂ እቲ ንሕልፎ ትምህርቲ ሲ ማዕረ ክንደይ ጸላዊ ምዃኑ ተረዲእና ሓላፍነት ክንወስደሉ ግባእና ብኸምኡ እየ መጀመርታ ከምኡ ድበልኩ ከምዚ ተበሊዕኩም ሲ ከምዚ ከምዚ ከምዚ ተረዲእኩም ኣሎ ምግላፅ ኣየድለይኩም ኣብኡስ ቅልጢፍ እዩ ዝርዳእኩም ኢለ ኣብኣ ገለፅኩዎ ተፈጥሮስ ተፈጥሮ እዩ ኣብነት ንበሎ መሓረ ሰብ ነታ ቪድዮ ተኸታቲሉ ኦኬ ከምዚ ተገይረስ ከም ዝብሎ ዘሎ ክኸውን ይኽእል ኢሉ ከምቲ ዝበልካዮ በሊዑ ድዩ ሰቲ ድዩ እቲ ዝደልዮ ነገር ዘይክኾነሉ ይኽእል ሽዑ እንታይ እዩ ክኸውን ተስፋ ክቆርፅ እዩ ወይ ከዓ ስክፍታታት ክሓድሮ እዩ ሓቀይ ከምኡ እውን ደቂ ኣንስትዮ ከምኡ እየን ዝፈትዋ ማለት እዩ ኢሉ ክሓስብ እዩ ስለምንታይሲ ንኹሉ ኣብ ግምት እእቲና ዘይንዛረብ ካልእ ብዛዕባ እቲ ናይቲ ወዲ እሱ እንዲና ኣብዚ ምፂና እቲ ጠንቅሲ ንሱ እንድዩ እቲ ምስቲ ኣጓንዳዊት ዝደቀሰ ገለ ብዙሓት ርእቶ ሃትቡ ነይርኩም ኣነ ብናተይ ክብሎ ተኮይነሲ ከምዚታት ብዙሕ ነገር ፀገማት እንድሕር ኣለና ኮይኑ ኣብ ከምኡ ዝምርከስ ብዙሓት ሰብ ሞያ ስለ ዘለዎ ከይድና ሓገዝ ክንሓትት ንኽእል ኢና እቶም ኣወዳት ቀና ንሑትኩም ስታኹምኩም ኢኹም ደይትዕልሉ ዘይትዕልሉ ክብል ከለኹስ ንሕና ስተን ደቂ ኣንስትዮ ንዕልል ትዕልል ኢኻ ዝኾነ ነገር እታ ሓንቲ ጉድለት ኣለኒ ኢላ እንድሕር ሓሲባ ምስቲ ሓንቲ ክትዕልል ከለኻ ኣሃ በይነይ እንዲ መሲልኒ እሞ ኩላሃትና ሓደ ኢና ትብል ብዙሕ ነገርሲ ትማላላእ ብዙሕ ኢኻ ትዕልል ብዙሕ ብዙሕ ንስኹም ግን ብዙሕ ትዕልሉ ኮይኑስ ኣይመስለንን። እንተ ዘይትዕሉ ኮንኩም ከኣ ክትመሃሃሩስ ኣይትኽእሉን ኢኹም። ንእኹ ነገር ጉድለት ኣለኒ ኢልካ ትኣምን ተኾንካ ግን ሓገዝ። እሺ ኣሕዋት ዝሓፍትና ዝበለትና ሰሚዕነን ኢና ማለት ሰማይ ተኮይኑ ሓቃ እያ ዝተናገረቶ ኩሉ ሓቃ እያ ግን እዩ ግን እዛ ኡጋንዳዊት መባእስታ መረፀቲ መባእስታ መረፀቲ ማለት ንሓበሻ ፀሪፋ ሓበሻ ድማ ትፈልጡ ኢኹም ኣህምስታት ሓቢሩ እዩ ልዘምተካ ስለዚ ኣቋርፂ ኢልከዮም ለቋርፀ ይመስለኒ ገና እዩ ገና እዩ ቀፃሊ ናዛ ኡጋንዳዊት ሓፍትና ጉዳይ እሸሓት ካብዚ መቐፃሊ ድማ ሩታ እሸሓት እስካዝ እሸሓት እስካዝ መቐፃሊ ድማ ብዛዕባና ሩታ ሓፍትና ጉዳይ ክወስደኩም እስቲ ትዛረበላ ኣብ ላይቭ ኣትያ ልተወሰነ ነገር ከስምዐኩም

እሽሓት ቪድዮ ምረናዮ እዩ ኣብዚ ጉዳይ እዚ ኣነ እንታይ ክብል ደሊ ምንም ዝበሃል ነገር የለይ ንሩታ ሓፍትና ምሕረት የወርደልኺ ፈጣሪ ባዕሉ እየ ክብለል ደሊ እምነት እሺ መጀመርታ ሰብ ክሰምዓካ ተኮይኑ ንስኻ ንስኻ ኮንካ ቅረብ እዩ መጀመርታ እምነት ክህሉ ኣለዎ እምነት ምስ ሃለወ ካብ ብርእሱ ድሰምዓካ ብልቡ ክሰምዓካ እዩ ክኣምነካ ተኮይኑከ ሪላክስ ኮንካ ተዛረብ ንስካ ንስካ ኮንካ ቅረብ ኣብቲ ዘረባከ ሚእቲ ፐር ሰከንድ እንተኮይኑ እቲ ዘረባ ብጣዕሚ ዝሒሉ መጠጥ ክከውን እዩ ክልተ ሚእቲ እንተኾይኑኸ ቃላት ቅልጡፍ እዩ ከምዚ መሽረፈት ሸበድበድበድ ክብል ክጥንቀቐልካ ይክሰምዓካን እዩ ስለዚ ሚእትን ሓምሳን ሚእትን ሱሳን ክትዛረብ ከለኻ ክሰምዓካ እዩ ከምዚ ኩላሶን ዘረባን እኮ ሓደ እዩ ኩላ ሰኩ ውትፍ ውትፍ ተቢልልካስ የፅላእካ ሕመካ ከማን ይኣኽለኒ ኢኻ ትብሎ ሸበድበድ እንዳበለ ብዘይ ዓቕሊ ብዘይ ዕረፍቲ ዝዛረብ ሰብ ተኾይንኸ ቆፀራ ገይርልካ ክትረኽቦ እዩ ትደሊ ኣብ መንጎ ዕላል ከማን ተሃዊኼልካ ክትከይድ እሞ ሓደራኹም ክትዛረብ ከለኻ ኣዕርፍ እንዳበልካ ልክዕ ከምዚ ኣነ ዝዛረቦ ዘለኹ ሕጂ ርግእ በል ህድእ በል ሳኾንካ ቅረብ ዓይኑ ጠምቶ ገለ ሰብ እንዳተዛረበ ከሉ ንላዕሊ ንታሕቲ ናብ ናናናናና ስኻ እንተ ቀልባዕባዕ ኢልካ ኣእምርኡን ቀልባዕባዕ ክብል እዩ ነቲ ትዛረቦ ዘለኻ ዘረባ ኣብ መጨረሽታ መጠቓለሊ ግበረሉ። እንታይ እንታይ ተዛሪብኩም? ሕቶ እንተለዎ ድማ ህቶ እንተለዋ። እሺ ኣሕዋት ናዞም ኣቦና ቪድዮ ምረናዮ እዩ ናዮም ቪድዮ ምርኣይ ብጣዕሚ ደስ ለኒ ከማይ ክትኾኑ ተስፋ ይገብር ስኻትኩም ድማ ፈቲኹሞም ትኾኑ ተስፋ ይገብር ካብ ዝተዛረቦ ድማ ዝተወሰነ ነገር እንተምሃርኹም ተስፋ ይገብር ከመይ ሓዲርካ ኣቦይ ደሓን ዶ ሓዲርካ ዝወደይ መርዓትካ ከ ከመይ ሓዲራ ጽቡቅ ኣላ ክሳብ ሕጂ ከማን ኣይተሰእትን ዘላ ካብቲ ዓራት እህ ደሓን እሞ ከምቲ ንቡር ደኣ ጌርኩም ኢኩም ማለት እዩ ዋእ ኣንታ ኣቦይ ናይ ስድታት እባ ኣይትዛረብ ኣነ እኮ ሓዳር ገብረላ መርክ ሽርሙጥ ኣይኮንኩን ተመርዕየ ኣንታ ደይ ሶምዐ ደይ ብለይ ሰበይትካ ደይ ኮነትን ትኩን ባዕልካ ዶ ምስ ጓልኩም ምግባር ጌጋ እዩ እንዳበልካ የዕቢካኒ ኣብ ካልእ ዘይተጋገኩስ ሕጂ ኣብ ሰበይተይ ክጋገ ከመይ ገረ ቀንዲ ኣብ ሰበይተይ እንድዳ ክጥንቀቅ ዘለኒ ከምኡ ከይገብር እባ ኣነ ብጣዕሚ እየ ዘፍቅር ኣቦይ ብሰበይተይ ከይትመጸኒ እሞ ብሓንሳብ ከይደቀስኩም ደኣ ከመይ ገርኩም ውላድ ክትወልዱ ውላድ ደኣ እሞ ባዕልካ ህያብ ናይ ፈጣሪ ኢደ ትብል ኣይነበርካን ንሕና ደቂስና ኣይደቂስና እንታይ ክንገብር ሰብ እንታይ ዓቅሚ ኣለዎ ድዩ እባ ፈጣሪ በና ኣንታ እዚ ቆልዓ ገለ ከዛርበኒ ንዓ በል እቶ ርእየልካ ኣለኹ እቶ ኪድ ደቅስ ምስኣ ደቅስ ኪድ ጽባሕ ንግሆ ምስ ተሳእካ ክሓተካ እንታይ ከም ዝገበርካ ባ እንታይ ሰብኣይ እዚ ብሓይሊ ከደቅሰና ሚካል ኣለኺ ዶ ንዕስከ በጃኺ ፋዘር ደቁሱ ይብለና ኣሎ።
ምስ ኮል እየ ተቀሊበ ኣቦይ በራሕ መን ቆሊበካ ኣባልኩ እሞ እንታይ ትራንስፈር ክንገብረልካ ኣይፋሉን ኣነ ምዃነይ እቲ ሰብ ክነግረኩምን ክላለየኩምን ኢለ እየ መፅየ። ኣሃ
ሕጂ ተረዲኤካ ከምቲ ሓንቲ ኢካ ኖ ተቆሊብካ። ወግናይ ኣይሓሰብኮን ኣነ ፈፂሜ ዘይሓሰብክዎ ከምኡ ምሽ ዶ።
በዓል ንስኻ ካልእ ትሓስቡ ኣታ ካብ ስሪኻ ኣውጺኻ ካብ ምሻጥ ናብ ካልእ መን ሕለፍ ኢሉኩም ኣታ። ወጠምጠም ወጠምጠም ይቤ በራኺ። እሞ ኣይፈለጥካንን ኣነ ኻን ወጠማት እንታይ ከም ድገብሮም ኣይፈለጥካንን ደለኻ ስድራ ኣለውኻን። ዋይ ግድን እምበር ኣቱም ኣቤ በራኺ ስኢለ ደኣ። በዓል ንስኻ እንታይ ዶ ግድሰኩም እዩ ብዘይ ስድራ ናብዛ ዓለም መጺኹም ትኾኑ እዚ ብሽፍን ድፍን ድሕለፍ ነገር ኣይኮነን ስድራኻ ናብዚ ገዛ እዚ ይምፁ። ንጓለይ ጉባእ ኣጎብሩላ። ኣየለን እዚ ሕንቆ ንኸምዚ እዋን ክኾነኒ ኢለ እየ ተላሚደዮ ትፈልጥ። ደሓን ኣይትሕረቑ እመሱ ኣይትሕረቑ።
ኣታ ኣታ ብጓለይ መፂእኻ ነምብር ንዓኻ ንሓንቲ ደቒቕ ከማን ደይምወሰደትለይ ጀማትካ ርቂዝዝዝ መበልኩኻ እሞ ሕጂ ካባይ እንታይ እዩ ዝድለ? ፅቡቕ ካባኻ ዝድለ ዶ ሰለስተ ቃጥዓ ፊኖ ወርሓዊ ዱልዱል በጊዕ ኣብ ሰሙን ሓንቲ ኣብስንቲ ጠስሚ ኣብዛ ገዛ ክብ። ዋእ ኣይበዘሐ ደም ብዝሒ ተሓዝካ
ኣታ እዚ ጉዳይ እዚ በዚ ዝውዳእ ከይመስለካ ፍልፍላይካ ፍልፍላይ መቐመጫኻ ረኺበ ጢስ ከይብለካ ውፃእ ውፃእ የብለካ ውፃእ ዳሓናይ ትሕረቁ ሓሞይ ሓሞይ ሓሞት ከስቲካ ሓሞት ውጻኒ ይብለካ ሓ ደይ ሰብኣይ ጓል ከምኡ ይኹን ቀጥ ኣታ ከላዓለለይ ደይ ውጻኒ ይብለካ ዝተዋሃበ ዘረባ ሰብ ተረዲእኻን ዘለኻ ዘረባ ሲ ንቲ ዘረባ ዝኽእል ተውህቦ ኣይኮነን ካልእ እዩ ዝምነ ከምኡ ገይሩ እዩ ፈጢርና ፈጣሪ እቲ ካልእ ሞያ ዘለዎ እቲ ተዛራባይ ከዓ ቀኒ እዩ ከምዚ ንቃናና ኢና ንትሓ ምትሕስሳድ ይሕማቕ እምበር ንቃናና ኢና ኣነ ንምሳሌ ሓደ ካሜራ ማን የቅንኣኒ ንምሳሌ ሓደ ተጻዋታይ ኩዕሶ የቅንኣኒ ሓደ ጆሜትራ የቅንኣኒ ማለት እቲ ክእለት ስለ ዘይመልኮ ምሳሌ ኣነ ሕጂ ጆሜትራ ምዃንሲ ስኢለ የምጽኦን እየ ጆሜትራ ምዃን ክትመሃር ኣለካ ክትፈልጥ ኣለካ ክትመላለስ ኣለካ ክትርዳእ ኣለካ ብዙሕ ኳልኩሌሽን ገለ ክህልዎ ክእል ዲዛይነር ናይ ኢድ እዚ ዲዛይን ናይ ኢድሲ ቀሊል ኣይኮነን ንኣድግን ኣድግን ፈረስን ፈሊኻ ሰኣል ክብልኻ ከሎስ ንፈረስ ካብ ኣድጊ ክትፈልዮስ ፕዝ ቢግ ክስታይ ሕጂ ሲ እዚ ቀሊል ቢግ ዲ ግን እቲ ከምኡ ዝገብር ግን ናህካ ከኣ የድንቆ ረሞ ተደናኒቅና ንነብር ንስኻ ነቲ ቀሊል ኢልካ ዝመለኽካዮ ንሱ ከኣ የድንቆ ባእ ህሙ ኣዞ ዞባ ከምኡ ኢሉ ኣወራርኣ ኣብለካ ናህካ ከሰኣላ ናተይ ዝኣው ሕጂ ክትገራርም ኢኻ ትነብር ሕጂ እንታይ ምስለካ ኣብ መንጎና ሕውነት ክፍጠር እንድሕር ኮይኑ ንሕና ከምስ ደቂ ሰባት መጠን ብሞያታትናሲ ክንገራርም ገሊኡ እንታይ ኢኻ ትግረም ይብሉኻ ምሽ እዚ በለጽ እዩ እዚኦም ናይ ሰብ ጽቡቕ ዘይደልዩ እዮም ሰብ ብኹሉ ወላ ብስንፍና ክትግረም እሺ ኣሕዋትና ሎምዓንቲ ቪድዮና ነዚ ይመስል ነይሩ እሽካዓ ዝረኹም ሰኣት ተሃሊኹም ብጣዕሚ ኢል ፎትየኩም ብጣዕሚ ኢል ኽረኩም ኔክስት ብኻሊ ቪድዮ እሽካዓ ንገያና ኣሀ ይሞችኹም